ሰላም ሰላም ክቡራት ተኸታተልተይ ከመይ ውዒልኩም ሰላም ዲኹም? ኣነ ሰላም እዩ ኣምላክ ይመስገን። ከምቲ ኣነ ሰላም ዘለኹ ንስኻትኩም ለ ሰላም ክትኾኑለይ ናይ ኩሉ ግዜ ትምኒተ እዩ ክቡራት ኣሕዋተይ። እምበኣር ከስ ከምዚ ትርእዩና ኣለኹም ኣብ ቡቲክ እንዳ ጫማሙ ኢና ንርከብ። ሓንቲ ሓፍትና ያው ሸውዓተ ዓመት ሓሙሽተ ወርሒ ሰሪሓ ብጣዕሚ ዘዋፅእ ስራሕ እንዳ ጫማሙና ክዳውንቱን ናይ ቆልዑ ናይ ኣስኡት ጅንሳት ገለታት ኣለዋ እዩ ከምዚ ትርእዩ ኣለኹም ብቻ ነዚ ንምውፃእ እንዴ ገንዘብ ሃብ ንወድኣ እቲ ትሰርሐሉ ገዛኻ ክራይ እንዴ ትኸፍል ክራይ ከፊላኻ ኣታዊ እንዴ ትረኽበሉ ያው ብደንብ ገይረ ሓቲተያ ኣጋጣሚ እናዘርኹ እየ ረኺበያ ዝኾነ ኽዳውንቲ ታእዛዝ ኔርኒ ናይ ሰብ ልግዛእ ኣብኡ ክገዝኣላ ኢለ ጫማም ገለ ናይ ወዲ ዓሰርተ ዓመት ኽዳውንቲ ገለ ልኣዘዛኒ ኔረን ንፋሽጋ ማለት እዩ ድሮ ወላ ከምዚ ወዲ ዓሰርተ ዓመት እዩ ኢሉ ብሎ እዚኣ ኸ ክንደይ ገለ ናበልክዋ እየና ጠቕላላ እንዲ ከም ልወዲ ኣታዊ ወፃኢ ክንደይ እዩ ብደንብ ገይረ ክነግረኩም እየ ከምዚ ሓፍትና ልተናገረት ተኮይኑ ብጣዕሚ ፅቡቅ ስራሕ እዩና ቅድሚ ግን መጀመርያ ኩልኹም ላይክ ግበሩ ቤተሰብ ልኹምለ ሳብስክራይብ ንክትገብሩለይ ብኣኽብሮት ይጥይቀኩም ኩራት ኣሕዋተይ ያው ዝሓፍትና ኣብ ስዕዲ ዓረብ ኣብ ድሕሪት እየ ዝሰርሕ ነይረ ኣብ ኣርባዕተ ገዛ ልክዕ ሃማና ኣርባዕተ ሓሙሽተ ገዛ ዝሰርሕ ነይረ ኣብ ድሕሪት ካብኡ ግን ኣብ ሓፂር መዓልቲ ገዛኣ መኖሪኣ ሰሪሓ ዝትሪእዎ ኣለኹም ስራሕ ከፊታ ዝትሪእዎ ኣለኹም ስራሕ ከፊታ ኣብ ሸውዓተ ወርሒ ሓሙሽተ ወርሒ መሰስ ኢላ ንዓዲ ምውጻኣ ምቑራጻ ግን ከየድነቕኹዎ ኣይሓልፊ መቸም ስደት ንፈልጥ ኢና በቃ እዚኣ ተሪፋትኒ እዚኣ ተሪፋትኒ እዚኣ ተሪፋትኒ ብዙሕ ነገር ኢሉ ጎድለካ ካብኡ ከዓ ተልኢሉ ይሰደካይ መሊኡ እዩ መልእልኻይ ስደት ባዕለይ ዳርጋ ላብ ዓሰርተ ተቐራሪቡ እየ ኣትየ ግን መሊኡ የመልኻቃ ኾነኒ እዩ ብዚኤን ዓደይ ኸይደ ክንቀሳቀስ እየ ተልካ እዩ እምበ ናይ ስደት ነገር መሊኡ የመልእልካ እዩ ትፈልጦ ይኽን የመክሕውሊ ዓሰርተ ሓሙሽተ ዓሰርተ ዳርጋ ዓሰርተ ሰለስተ ዓሰርተ ኣርባዕተ ዓማውቲ ልገበርኽን ቅድመና ልኸድኽን ይእኽን ይኽን ግን መሊኡ ይመልእልኽን እዩ ሃምዚ ሓፍትና ኣብ ሸውዓተ ወርሒ ሓሙሽተ ኣብ ሸውዓተ ዓመት እየ ሓሙሽተ ወርሒ ይትረፈኒ ኢላ መሰስ ኢላ መፅኣ ስራሕ ምምኳራ ብጣዕሚ እየ ዘድንቃ ጉድል ብዝሕ ዓመት ሰሪሓ ሊኾን ኣብ ስደት እግዚኣብሔር ኣምላክ ይባርከልኻ እዩ ልበሃል ውሑድ ዓመታት ሸውዓተ ሸሞንተ በቃ ሸሞንተ ትሽዓንተ ኣነ ልባዕለይ ትሽዓንተ ዓመት ካብኡላ እና በዝሕ ዓመታት ይኾነ ቅድመና ኣብ ወግኒና ክንስ ኣብኡ ሓዲግና ክን ልለኽን ኣሕዋተይ እንድዕም እንታይ ደረጃ ይኽን ይኽን ኣይደነኬር እንዲያ ምስ ሕና ኣቀዲምና ለኣተና ኢና ንበልፅ እየ ልብል ምንታይሲ ተዓድኻስ ፅቡቅ እዩ ሰብ ልኾነ ኮይንኻ ብጣዕሚ ኣነ እግዚኣብሔር መስገን ኦስንቲ እየ ዓደይ እዚዩ ሲኾን ናፍጣ ሲፈር ጦርነት ሲበሃል ገለስ ብቃ ተንፋስ ዓዲ ልረኸቦ ኣለኹስ ብጣዕሚ እየ ሕጉስቲ ዝሓፍትና ልተናገረቶ ንግግርሲ ብጣዕሚ እየ ገሪምለይ ይኹን ምስ ሃገረይ ብሃመይ መትሪ እየ ዓድና ገለ ኢለያሲ ይኹን ምስ ሃገረይ ልመፀ ይምፃሲ ካብ ሃገረይ ይበልፂ ተሞት ክሞት እየ ተተርፉ ተርፍ እየ እግዚኣብሔር ዝፀሓፎ ኣይተርፍ ኢላትኒ ኣብሽር ኣብሽር ኢለያ ችርስ ኣብሽር ኢለያ ማለት እዩ ኣነ እውን ከምኣ እየ

ፀጋዕ ፀገም ናይ ባዕለይ ስራሕ ተእዝዝ ዝናብፃኹ እየ እና ክንደይ ኣውፅኣ ቴልክን ዳርጋ ሓደ ሚልዮን ወሎ እና ሓደ መሬንስ ንእሽተይ ላብ ሰብዓ ሽሕ ሰማንያ ሽሕ እየን ጎዲለና ንበ ዳርጋ ሓደ ሚልዮን እየ ወዲየ ካብኡ ከዓ ገዛ ናይ ባዕለይ መኖርያ ኣስሪሐ እየ ናብዚ ድኳን እዚ ናተመላለስኩ እየ ልሰርሕ ግን እግዚኣብሔር መስገን ክራይ ስለለይብለ እቲ ውፅኢቱ እቲ ለውጢ ብጣዕሚ እዩ ፅቡቅ ኢላትና ኣላ ሓፍትና ካብዚ ንምንታይ እየ ከምዚ ገይረ ሎም ፀእልክ ኣለኹ እስኻትን ለ ሞራል ገይርኽን ተስፋ ገይርኽን ዓድና እዚ ኾነ እዚ ተኸወነ ከይበልኽን ልክዕ ብዘን ዝሓዝኽንአን ገንዘብ ጉድን ሓደ ሚልዮን ወዲኣ ስራሓ ውፅያስ ኽን እውን ሓደ ሚልዮን ሓዛ ዘይኾነስ ብክልተ ሚእቲ ሽሕ ጀሚረዮ ብሚእቲ ሓምሳ ሽሕ ጀሚረዮ ልብላ ኣሕዋተይ ብዙሓት ኢየን እንዳሻሂ ነይረን ላብ እዳክዳውንቲ እዳክንዳውንቲ ነይረን ላብ ልኮነ ቡቲካት ኮስሞቲካት ልሰርሓ ኣሕዋትና እኒኤዋ ብዙሓት እና ኩብራተይ ካብኡለ ገንዘብክን ብዙሕ ዓመትና ልቆፀርክን ትርጉም የብሉ ብርግጥ ይርደአኒ እዩ ንቤተሰብ ክትሕግዛ ምሽዋር ሓፍተይ ጓል ሓፍተይ ጓል እኮይ ጓል ሓወይ እናበልኽን ብዙሕ ዓመት ዝገበርኽን እኒኢኽን ምንም በቃ ታሞ ይገበር እዚ ካብ ሓውካስ ቅርሺ ዓብዪ የኾነ ምስ ሓውካ ከይትቀያየም ጓል ሓፍተይ ጓል ሓወይ ጓል ሓፍትነይ እናበልካ ብዙሕ ቅርሺ ብዙሕ ወፃኢ ኢና ንውፅእ ምንም ክግበር ኣይከኣል ማለት እዩ ገንዘብሲ ሓላፊ እዩ ከዲ መጽእ እዩ ካብ ምሳሕ ከም ቅያም ሃምዚ ምሽዋራት ኣውፂእኽን ተወብላ ኢኽን ሓፍትና ግን እንታይ ኢላ ዋላ ሃሙ ይኸፍል እየ ነይረ ግን እግዚኣብሔር መስገን ይምልሳለ እየን ኢላትኒ እስኸሲ ኣብ ሸውዓተ ዓመቴ ሓሙሽተ ወርሒ ክንድዚ ዝኣክል ምባል ክሲ ሃመይ ምሽዋር ንቤተሰብ ትሕግዝ ትኾኒ ምሽዋር ለወዳት ለጓላት ይኹን ለወዳት ይኹን ዘይትኸፍሊ ትኾኒ ገለ ኢለ መርሚር እያ ይኸፍል እየ ሓደ ሰብ ግን ለቕርየኒ የብለይ በቃ ናይ ቤተሰብ ምሻር ከፊለ ተቐቢለ ገለ ብዙሓት የብል እየ ይኸፍሉን እዮም ካልኣይ ነገር ድማ ናተመላላሲ ባዕለይ እውን ስለ ዝፈልጦ ናተመላላሲ ገቢ ብጣዕሚ እዩ ፅቡቅ ኣብ ድሕሪት ብጣዕሚ እካ ትዕወት ብሓፂር ዓመት እካ ትልወጥ ኣርባዕተ ገዛ ሓሙሽተ ገዛ ቢያንስ ኣብ ሓንቲ ሽሕ ሽሕ ሽሕ ተኾይና ኣርባዕተ ሽሕ ሰለስተ ሽሕ በቃ ካብ ሰለስተ ሽሕ ላዕሊ እየን ለእትዋ ፈልጥ እየ ባዕለይ ልስለ ነበርክዎ ማለት እዩ ተነኣሰስ ካብ ሰለስተ ሽሕ ታሕቲ ትሰርሕ የለ ካብኡ ግን ጅዳይ ርያድ ልምታይ እዩን ብዙሓት ኒኦ ኣብኡ ሓደ ኣብኡ ግን ናየነስ ኣብኡ ኒኦዋስ ኣነስ ይገርመኒ

ግዴታ ስዑዲ ከይድክንስ ግዴታ ገዛ ተስርሓ፣ ግዴታ ንብረት ትገዝኣ፣ ግዴታ ንቤተሰብ ትሕግዛ፣ ንምሽዋር ትሕግዛ። እዚ ኩሉ ተኮይኑስ ምንም ካብ ዕስራ ዓመት ለስ ምንም እንትን ይብለልካይ ማለት እዩ እና እና ክቡራት ኣሕዋተይ ዝሮ ዝሮ ዘራ ከየዝሐልክን ናብ ሸሞንተ ዓመት ልላዕሊ ልሎ ኣብ ስደት ምቕማጥ ማለት ኣእምሮኻ ትክክል የኾነ ይርበሽ እዩ እቲ ገንዘበይ ብርክተይ እስኪ ዝተዓዘቡ ክልተ ሰባት ኣብ ቁሩ ኣብ ክልተ ሰለስተ ዓመት ኣርባዕተ ዓመት ብጣዕሚ ኢኻ ገንዘብ ትሕዝ ብጣዕሚ ኢኻ ትልወጥ ካብኡ ንላዕሊ ልሊ ግን ምንም ምንም ምንም ምንም እዚ ገንዘብ እውነይ ብርክቲ በቃ ኣእምሮኻ እውን ኣትባላሽ እዩ ኢልኸድ በቃ ብዙሕ ነገራት እዩ ልባላሸካ ብቻ ካብ ሸመንተ ዓመት ልላዕሊ ለለኽን ኣሕዋት ይሕሰባሉ ኣድማትኸን

ናይ ወዲ ዓሰርተ ዓመት ዝተኣዘዝኽዋ ምርፅ ኣቢለ ዋጋ ግን በስማም ኣብ ስደት ኮይንኻ ምንም ኣይመስልካ ኣብዚ ግን እቲ ገንዘብ ጨርቂ ይኾን በቃ ወረቐት ኣም ቅድድድብ ክትንስንሶ ወረቐት ልክዕ ወረቐት ኣነ ሰምታ ይስራሕሎ ወረቐት ኮይኑ እንደ እና እዚ ጫማ እዚ ተነጊረክን ብጣዕሚ እንትን እያ ትብላ ሰለስተ ሽሕ ሓሙሽተ ናይ መጨረሻ ሰለስተ እየን ለካ ካብኡ ደሞ ካብ ናይ ዓበይትስ ናይ ቆልዑ ኢሉ ውስኽቲ ክዳን ትጫማ ካብ ልገርመ ክንክን። እና ክብራተይ ረኣያ እታ ሓንቲ ጅግና ሓፍትና ምስ ገራ ምልእ ኣቢላ እንትና ትሰርሓላ ገጸይ እኳ ዝፈልጠን ብዙሓት ኣለዋ ከይተእትውኒ ኢላትኒ እያ እተኸዋይና ናይ ርማዓንቲ ዴዚ ይመስል